ሰላም ሰላም ደቂ ዓበይቲ ከመይ ሓዲርኩም ከመይ ኣርፊድኩም ከመይ ውዒልኩም ከመይ ምሲኹም ዓለም ምሉእ ዘለኹም ስለ ዝኾነ እየ በቢ ሰዓቱ ዘለኹም እሞ ሰላም ክትኮኑ እናተመኒኹ ክቡራት ህዝቢ ትግራይ ከምኡ እውን ወገናትና ህዝቢ ኤርትራ ዓለም ምሉእ ዘለኹም ተጋሩን ኤርትራውያንን ኣብ ዓድን ኣብ ስደትን ዘለኹም ሰላም ክትኮኑ እናተመኒኹ ትማሊ ሰንበት እንዳ ኣጋጣሚ ኮይኑ ቪድዮ ይሰራሕኹን እና ሰኑይ ዘሎ ብኣይ ሎሚ ንግሆ ዳርጋ ፋዱስ ቀሪቡ ኣሎ ብኣይ ብትግራይ ብኤርትራ ምሸት እዩ ዝኒሀ ስለዚ ሰናይ ምሸት ይምነየልኩም ህዝብታት ትግራይን ኤርትራን ከምቲ ልምደይ እቲ ፅምዶ ዘላቒ ኮይኑ ህዝብታት ትግራይን ህዝብታት ኤርትራን ሰናይ ሰላም ረኺቦም ኣብ ስደት ዘለዉ ዓዶም ተመሊሶም ኣብ ዓዶም ዘለዉ ቅሳነት ሰላም ረኺቦም ዓድና ህዝብታት ትግራይን ኤርትራን ብሰላም ዝነብርሉ ያው ምዕባለታት ኣብ ክልቲኡ ህዝቢ ዝርከበሉ ግዜ ክመፅእ ኣብ ቀረባ ተስፋ ንገብር። እዙይ ንክኸውን ከዓ ነየይ ቃልስና ኣኽሪርና ንቃለሶ ዘለና ንክንቅፅለሉ ንኩልኹም ኤርትራውያንን ተጋሩን ፈተውቲ ሰላም ኣብ ህዝብታት ትግራይን ኤርትራን ሰላም ሰናይ ሰላምና ዘላቂ ሰላም እምበር ኩናት ዘይብሉ ትምነዩ ኣብዚ ሰላምታይ ንኩልኩም ከምቲ ልምደይ ኩሉ ግዜ ዘቅርበልኩም ትምኒትኩም ከምቲ ዝምነዮ ሰላም ክኸውን ተስፋ ይገብር እዚ ኢለ ያው እዚ ህዝቢ እዚዩ ዝሓለፉ ዘመናት ተሳቅዩ ተሰዲዱ ፈቆዶ ባሕርታትን ፈቆዶ ኣዕራብ ሃገራትን ማእለያ ዘይብሉ መንእሰይና ተሳቅዩ ሞይቱ ሒዙ እውን ይሳቀ ይመውት ከም ዘሎ እዚዩ ናይ ክልቲኡ ወገን እዩ ብብዝሓት ናይ ትግራይን ኤርትራን ዘሕለፈቶ ስቃይ መከራ ደርግና ደርጋውያን ካብኣቶም ተዳቀሉ እውን ኣብ ህዝብና ሒዚ እውን ዝምፅዎ ዘለው ሳዕቤን ስቃይ መከራ ከምኡ እውን እቲ ናይ ድሮን ጨፍጫፍ ዘካየደ መሪሕነት ትግራይ መንግስቲ ትግራይ ኣብ ኣኼባታት ዘሎ እንታይ እዩ ክውስን እንታይ እዩ ከምፀልና እዚያት እዩ እቲ ናይ ሎማዓንቲ እሕፅር ኣቢለ ዝሰርሐልኩም ቪድዮ ኮነታት ከመይ እዩ ዝኒሀ እቲ ቀርኒ ኣፍሪካ ፍከራ ናይ ብልፅግና ኦሮሞ ናይ ኦሮሞማ እንታይ እዩ ዝብል ዘሎ ዘመረቅዎም ሓደሽቲ እንስሳታት እውን ኣለው ሒዚ ከም ብሓድሽ ናብ ሓዊ ሰዲዶም ክጥጥቅዎም ኣብኡ እንታይ እዩ ዝበለ ብርሃኑ ጅላ ተዘይሰሚዕኹሞ ኣእዳዎም ቆሪፅናዮም ኢና ከምዚ ገርናዮም ኢና እናበለ ዝፈከሮ እውን ኣሎ ያው ንግብፂ ንኤርትራ ንሱዳን እቲ ገልዒ ዝኾነ ሰብኣይ ተማሪኹ ዝነበረ ቀደም ጅላ ፈኪሩ ኣሎ ናይ እዚኦም ፈኸራ ግን ንፈልጦ ኢና ኣብ ኣጋመቶም እዮም ኩሉ ግዜ ዝፍክሩ ኣብ ትግራይ ኮይኖም ኣብ ናይ ቴዲ ፕረስ ዝበሃል ሓደ ኤርትራዊ ኣብ ቴክሳስ ኣስተን ቴክሳስ ዝነብር ቀሪቦም ናይ ስምረት ኣብ ኣኼባ እንዳሃለው እዩ ደብዳብ ድሮን ኣብ ትግራይ ተኻይዱ እናበለ ሓበሬታን ጎስጓስን ዝገብር ዘሎ ሓደ ዒባራ ኣብ ኣመሪካ ኮይኑ ናይዚዩ ኢንፎርመሽን ዘሕልፉ ዘለዉ ኣብ መቀለ ኮይኖም ብሕጊ ናይ ትግራይ ክጥየቁን ኣብ ቀይዲ ክውዕሉን ክንላቦ ንደሊ እዚ ኢንፎርመሽን ያው ንዝምልከቶ ኣካል ፀፅታ ክነሕልፎ ኢና ኣብቲ ባይታ ኮይኖም ሕዚ እውን ናይ ፌስቡከራትን ዩቱበራትን ሓበሬታን ኢንፎርመሽን እናሕለፉ ኣንፃር ቃልስና ኣንፃር መንግስትና ኣንፃር መኸተና ጎስጓስ ዘካይዱ ዘለው ከምዚ እንዳ ኣጋጣሚ ህዝቢ ትግራይ መንእሰይ ትግራይ ሰራዊት ትግራይ ፀፅታ ትግራይ መንግስቲ ትግራይ ስጉምቲ ንክትወስዱ ተስፋ ንገብር ኣብዚ ሰዓት እዙይ ኣብ መቀለ ኮይኖም ሓበሬታታት ዘሕልፉ ንፀላእትና ኣንፃር መኸተና ኣንፃር ዕላማና ዝተበገሱ ኣካላት እዚኣቶም ተሪር ስጉምቲ ክውሰደሎም ብሕጊ ትግራይ ማለት እየ ክላወኩም ይደሊ ኣብዚ ሰዓት እዙይ ንሕና ተጋሩ ኣብ ውሽጥና ዝኒሀ ሕመቃት ይኣክል ድሕሪ ሕዚ ተኣልዩ መኸተና ጀሚርናዮ ኣለና ኣብ መኸተ ኢና ዘለና ኣብ መኸተ ሰዓት ከኣ ነየይ ስቴት ኦፍ ኤመርጀንሲ እዩ ስቴት ኦፍ ኤመርጀንሲ ህዝቢ ትግራይ ሕዚ እውን ብሰላሕታዊን ብቀጥታ ብድሮናትን ጨፍጫፋት እናካየደ ናይ ብልፅግና ኦሮሞ ኦሮሞማ ህዝብና ክሃልቕ ህዝብና ክጠፍእ ይስራሕ ኣሎ ድሕሪ ሓደ ወርሒ ድሕሪ ሓደ ወርሒ እዚኣ ብጣዕሚ ቁልፊ ዝኾነት እያ ናብ ትግራይ ርዳእታ ከይኣቱ ጠቕላላ ጠጠው ይብል ኣሎ ሶ እቲ ልዕሊ ሓደ ሚልዮን ህዝቢ ትግራይ ተማዛቢሉ ዝሳቐ ዘሎ እተን ዘይረብሓ ዝወሃቦ ዝነበረ ሓገዝ ናይ እኽሊ ሓገዛት ድሕሪ ሓደ ወርሒ ጠጠው ክብል እዩ እዚ እንታይ ማለት እዩ ናይ ብልፅግና ሓይሊ ብሽም ኢትዮጵያ ህዝቢ ትግራይ ብጥምየት ንክቀትሎ ዝወሰኖ ውሳኔታት ዝኒህ ሓደጋ ኣብ ህዝብና ዓለም ሙሉእ ዘለካ ህዝቢ ትግራይ ህዝቢ ኤርትራ ተገዳሲ ስለዝኮንካ እዚ ህዝቢ እዙይ ብጥምየት ከይሃልቅ ድምፂ ንክንኮኖ ተስፋ ይገብር ኩሉኩም ኩሉኩም እዙይ ሂማኖተርያን እዩ ሕወሓት ደግፉ ሻዕብያ ደግፉ ሕወሓት ተቓወሙ ሻዕብያ ተቓወሙ እዚ ብዘየግድስ ናይ ሂማኒታርያን ክራይስስ ኣብ ትግራይ ይመፅእ ስለ ዘሎ እዚ ነገር እዚዩ ተሎ ኢልና ድምፂ ክንኮኖ ንቲ ተማዛቢሉ ብቁሪ ብጥምየት ዝሳቐ ዘሎ ሰንኪ መድሓኒት ዝሳቐ ዘሎ ህዝብና ወገናትና ህዝቢ ምዕራብ ናብ ዓዱ ከይምለስ ሒዙ እውን ብልፅግና ተከዘ ዘብ ቢሉ ዘዳራጀዎ ሓይሊ ተወሳኺ ናብኡ ይሰደሉ ኣሎ እዚዩ ናይ ኩልና ቃልሲ ክኸውን ክኽእል ኣለዎ። ድምፂ ንምዃን ዋጋ ኣይትኸፍለሉን። ድምፂ ህዝብኻ ምዃን ህዝብኻ ናብ ዓዱ ክምለስ ወገናትና ኤርትራውያን ግን ኣብዙይ ምሳና ድምፂ ክትኮኑና ተስፋ ንገብር። ምክንያቱ ሂማኖታውያን እዩ እዙይ ናይ ስቃይ ወዲ ሰብ ብስቃይ ናይ ወዲ ሰብ ብጥሜትን ብስቃይ መከራን ዝመውት ኣብዙይ ዝሕጎስ ህዝቢ ተልኡ ሰብ እንተልኡ ሰብ ክኸውነ ይኽእል ብዘካ ሸይጣን ሸይጣን እዩ ናይ ሰብ ሞት ናይ ሰብ ስቃይ ዝምነ ሰብ ኮይኑ ንሰብ ግን ሕማቅ ነገር ዝምነ ክህሉ የብሉን ኣብ ዝኮነ ዓለም ብዝኮነ ብቋንቋ እንተመጺኻ ብዓልየት ብብሄር ብገለ ተመጺኻሲ ኣብ ናይ ህዝቢ ስቃይ መከራ ዝሕጎስ ሰራዊት ትግራይ ብድሮን ተጨፍጪፎም ዝተሓጎሱ ተጋሩ ዝጽሕፍዎ ዘለው ተጋሩ ንሓንቲ ኣብ ቃልሲ ዘሎ መትከሉ ዘሎ ህዝብን ሰራዊትን መንግስትን ከሕርቁ ኢሎም ዝጽሕፍዎ ዘለው ሓድሓደ ባንዳታት እዚኣቶም ጽባሕ ንግሆ ከም ደርሆ ተኸስቲኖም ብቲ ብልጽግና ሒዚ ከይዶም ካልሲ ዝሓጽብሉ ዘለዉ ኣራት ኪሎ ኸንቱ ሞት ከም ዝሞቱ ኸይትጣራጠሩ እዚ ኢለ እው ምስ ወገናትና ኤርትራውያን ሓቢርና ኽንቃለስ ኢና ሓቢርና ኽንምክት ኢና ስርዓት ብልጽግና ኣብ ቀረባ ግዜ ክእለን ክድምሰስን ክጠፍእን እዩ እዚ ከይትጋገዩ እዚ ቃል ብቃል ዝብለኩም ዘለኹ ክልተ ሽሕን ዕስራን ሽዱሽተን ዓመተ ምህረት ዘለናዮ ብናይ ወጻኢ ካላንደር መብቅዒኡ ናይ ብልጽግና ኦሮሞ እዩ። ኦሮሞማ ዝብል ሓይሊ ሽዋ ተቐሚጡ ኣብ ሰሜን ዘሎ ህዝቢ ትግራይን ህዝቢ ኤርትራን ህዝቢ ኣምሓራን ከጥፍእ እየ ኢሉ ዝወሰነ ጨካን ኣራሜኔ ናቱ መጥፍኢቱ ግዜ በቒዓ ኣላ። ሶ እዚ ኢለ ቶሎ ኢለ ክምለሰኩም ናብቲ ካሊእ ኣጀንዳታት ናይ ድሮን መጥቃዕቲ ደጋጊሞም ዘዕለሉን ዝተሓጎሱን ተጋሩ ገደል ክም እተዉ ንስኻትኩም ንባዕልኩም ሸያጥን ኢኹም ሰብ ኣይኮንኩምን እወ ሰራዊትና ስለ ተጎድኤ ሰራዊትና ደብዳብ ብድሮን ስለ ተገብረሉ እዚ የሕጒስኩም ዘንጨብጨብኩም ብጣዕሚ ብጣዕሚ ብጣዕሚ ኣደ ትግራይ ንኣኹም ትወልድ ተላ መዓልቲ ዝኸሰረት ዝኸሰረትሉ መዓልቲ ትግራይ ዝኸሰረትሉ መዓልቲ እዩ ተጋሩ ኮይንኩም ሕሰቡ ንኣብነት ኤርትራውያን ኩሎም ኣብ ሓደ መስመር ዋላ እንተዘይሃለዉ ብዓዶም እንተመጺኻ ግን ሓንቲ ጥብ ትብል ምሽጥር ካብ ዓዶም ኣውጺኦም ናይ ዓዶም ምሽጥራት ኣሕሊፎም ኣይህቡ ንጸላእቲ ሓንቲ ጥብ ትብል ጥብ ትብል ናይ ምሽጥር ናይ ዓዶም ኤርትራውያን ኣሕሊፎም ንጸላእቶም ኣይህቡን ምሽጥር ናይ ህዝቦም ምሽጥር ናይ ዓዶም ምሽጥር ናይ መንግስቶም ከምቲ ሓድሓደ ፈሽኳላት ብቅርሺ ትግዝኡ ዘለኹም ባንዳታት ትግራይ ከምኡ ኣሕሊፉ ዝህብ ኤርትራዊ የለን ዋላ እቶም ባንዳታት ኤርትራውያን ናይ ውሽጢ ህዝቦም ምሽጥር ናይ ውሽጢ ዓዶም ምሽጥር ኣሕሊፎም ንጸላእቲ ኣይውን ኣንቱም ባንዳታት ትግራይ ኣንቱም ጉሓፋት ዘይርደኣኩም ተጋሩ ከምኡ ሬኹሞ እዚ ትሪእዎ ኣለኹም ጉሓፍ እዚዩ እዚ ኢኹም ንስኻትኩም ጉሓፋት ኢኹም ንእሽተይ ተምሃሩ ተገንዘቡ ካብ ጎረቤትኩም ንምንታይ እዩ ምስጢር ዘይወጽእ ካብ ኤርትራ? ንምንታይ እዮም ኤርትራውያን ምስጢሮም እናጓሕጉሑ ኣብ ማሕበረ ሚድያ ዘይዝርግሕዎ ንቶም ጸላእቲ ብገንዘብ ዘይሸጥዎ? ኤርትራውያን ኩሎም ሃፍታማት ድዮም ኮይኖም? ኤርትራውያን ድኻ ዝኾነ ኤርትራዊ የለን? ምስጢር ዝፈልጥ ኤርትራዊ የለን? ንሳቶም ግን ሞት እዮም ዝመርጹ ካብ ንህዝቦም ንዓዶም ኣሕሊፎም ዝህቡ ኤርትራውያን ሞት እዮም ዝመርጹ። ስለዚ ኣንቱም ጉሓፋት ተጋሩ ሕሊፍኩም ንሰራዊትና ዘጨፍጨፍኩም ጽባሕ ንግሆ ናይ ኢድኩም ክትረኽቡ ኢኹም። እወ ብጣዕሚ ብጣዕሚ ብጣዕሚ ዘናድድ ዝኾነ ነገር ምስጢር ናይ ህዝብኻ ምስጢር ናይ ሰራዊትካ ምስጢር ናይ ውሽጥኻ ስለተባኣስካ ስለተጻልኣ ዓርሲ ብዓርስኻ ተዃራሪኻስ ኣኹሪፍካስ ምስጢር ናይ ህዝብኻ ምስጢር ናይ ዓድኻ ሕሊፍካ ንጸላኢ ትህብ ትግራዋይ ገደል ካእቶ ሒዙ እውን ጉሓፍ ኢኻ። ከምኡ ዝገብር ኤርትራዊ ኣይንርእን ዘለና። ኤርትራውያን ከምኡ ይገብሩን ዘለዉ። ሓደ ቋንቋ ንዘራረበለን ኣይኮነን ተጋ ኤርትራውያን ትግርኛ ኣይኮነን ዝዛረቡ ዘለዉ ኤርትራውያን እ፣ እ፣ መንግስቶም ዝቅ- ዝቋወ- ዝቋወ- ዘይቋወሙ ኣነው እንድዮም በዓት ኤርትራውያን ኮነው መንግስትና ኣይንድግፍን ስርዓትና ኣይንድግፍን ዝብሉ ናይ ዓዶም ምስጢር ናይ ዓዶም ተ- ናይ ህዝቦም ነገራት ግን ኣሕሊፎም ንጸላእቲ ብቅርሸ ይሸጥዎን ንቅርሺ ቅርሺ ንክረክቡ ንግዚኡ ኣይሸጡን ምሽጥሮም ሐሊፎም ኣይህቡን ኣብ ዓዶም ዘሎ ሽግር መከራ ዓርስ ብዓሳቶም ተቃጣቂጦም ተማራሚሮም ብውሽጢ ውሽጢ ኣብ ውሽጦም እዮም ቀርቂሮም ሱቅ ዝብሉ ውሕጥ ኣቢሎማ እዮም ሱቅ ዝብሉ ውሕጥ እዮም ዘብልዋ ዋላ ዓርስ ብዓርሳቶም በረክ ተተባሃሉ ብውሽጦም ኣብ ደገ ግን ኣንቱም ባንዳታት ትግራይ ከም ትገብርዎ ዘለኹም እዙዩ ታሽሙ እዩ ሓደጋ እዩ ንህዝብና ሓደጋ ንዝኾኑ ንሰራዊትና መንግስትና ሒዚ ንሕና እስካብ ትማሊ ግዝያዊ ምምሕዳር እዩ ፀገምና ነይሩ እናበልና ንህዝቢ ትግራይ እናተናበብና እናተራዳና መፂና ኢና እወ ግዝያዊ ምድንጋር ናይ ጌታቸው ረዳ ተቐ ቀጺሉ ብኡ ናይ ታደሰ ወረደ ዝነበረ ምድንጋራተ ትግራይ ኣብቂዑ ህዝቢ ትግራይ ተቓሊሱ ውድብ ሕውሓት ናብ ቦትኡ መሊሱ ሕዚ መንግስቲ እኒሀ ኣብ ትግራይ መንግስቲ ትግራይ ተጠያቒ ኢኻ ውድብ ሕውሓት ሕዚ ሕዚ ተጠየቕቲ ንስኻትኩም ኢኹም ነምስግነኩም ፅቡቅ ስራሕኹም ኣብ ዝባላሾ ነገር ከዓ ንኣኹም ኢና ክንሓትት መንግስቲ ትግራይ ውድብ ሕወሓት ዝተኸሎ መንግስቲ ሕዚ ተጠያቅነት እቲ መንግስቲ እዩ እዚ ትፈልጥዎ ኣለኩም ሕዚ ኣነ ዝገርመን እቲ ትካላት ኣመራርሓ ሰራዊት ትግራይን ኣመራርሓ መንግስቲ ትግራይን እዚ ሓፈሻዊ እቲ ትካል እዚዩ ጠንኪሩ ሓላፍነት ወሲዱ በግባቡ ክመርሐናን ፀላእትና ናይ ድሮን ጨፍጨፋት ዘካይዱ ንዚኣቶም ንዚኣቶም ግብረ መልሲ ዘይወሃበሉ ንዝፀላእ እዚዩ ዘይቕጥቀጠሉ ሓደ ግዜ ሰራዊትካ ክውቃዕ እንተሎ ንስኻ ዕስራ ሰላሳ ዕፅፊ መልሲ ዘይትህበሉን ንዝፀላእ እዚዩ ዘይተጥቀዐሉን ሰራዊት ኣኪብካ ግን ብዘየግባቡ ናብ ከምዚ ሓደጋ ክትኣቱ ቅድሚ ሕዚ እንታይ ተባሂሉ ተነጊሩና? ቅድሚ ሕዚ የስታውስ እየ ጀነራል ምግበይ ይመስለኒ Anyway እቶም ዓበይቲ መራሕቲ ጀነራላት ትግራይ ደቅኹም ክትዉና እንከለኹም ደቅኹም ክትዉና እንከለኹም ብዉሕልል ዝኾነ ቃልሲ ኢና ክነቃልሶም እምበር ኣብ ከንቱ ህይወቶም ክስእኑ ኣብ ከንቱ ኣካሎም ክጎድሉ ኣይንገብር ኢልኩም ቃል ኣቲኹም ኢኹም። እወ መንእሰይ ትግራይ ንዓደይ ነደይ ኣሕሊፈ ኣይህብን ኣየድፍርን እየ ኢሉ ዝወፀ መንእሰይ በግባቡ ክትመርሕዎ ክትክእሉ ኣለኩም በግባቡ ክተንቀሳቅሱ ክትክእሉ ኣለኩም ብከንቱ ናይ ጨፍጫፍ ድሮ እንተካየደ ኣብዚ ላዕለዎት መራሕቲ ሰራዊት ትግራይን መንግስቲ ትግራይን ሓላፍነት ኣለኩም እንታይ ስለ ዝኾነ እዩ ፈይል ኣጋጢሙና ኢልኩም ንሰራዊት ትግራይ ንህዝቢ ትግራይ መልሲ ክትህቡ ሓላፍነት ኣለኩም That's the way it works. Responsibility ሒዚ ኣብ መንግስቲ ትግራይን ኣብ ላዕለዎት መራሕቲ ሰራዊት ትግራይን እዩ። ዘጋጠመ ናይ ድሮን ጨፍጫፍ መን እዩ እቲ ጌጋ ሰሪሑዎ? መን እዩ እቲ ኣካይዳ ንሱ ወሲኑዎ? ንምንታይ እዩ ከ እቲ ኣካይዳ ንሱ ተመሪፁ? እዙይ ኣነ ሕቶ ይመፀለይ ኣሎ። ካብ መንግስቲ ትግራይ ካብ ዝምልከቶ ኣካል ላዕለዋይ መራሕቲ ሰራዊት ትግራይ ተመያይጦም ንህዝቢ ትግራይ ንሰራዊት ትግራይ መልሲ ንክህቡዎን እዚ ነገር እዙይ ተፃርዩ ንቀፃሊ ከምዚ ነገር ሓደጋ ከየጋጥም ኮንቱ ሰራዊትና መጥቃዕትን መጉዳእትን ሞትን ከየጋጥሞ ዝእርም ዝእርም እርምጃ ክውሰድ ኣብ ውሽጢ ዘሎ ኣብ ሰራዊት ይኹን ኣብ ዝኾነ ይኹን ናይ ውሽጥና ሚስጢራት ኣሕሊፉ ንፀላእቲ ዝህብ ምንቅስቃስ ናይ ሰራዊትና ኮነ ኢሉ ኣብቲ ባይታ ኮይኑ ኢንፎርሜሽን ዘመሓላልፍ ኣካል መን እዩ እዙይ ተፃርዩ እንድሕር ዘይተፀሪጉ ህዝቢ ትግራይ ነጊሩኩም እዩ ውድብ ህወሓት እቶም ኣብ ውሽጦም ኣብ ማእኸላይ ኮሚቴ ህወሓት ኮይኖም ምስ ፀላእቲ ዝሰርሑ ዝፀንሑ ምስ እኒ ታደሰ ወረደ ዝሰርሑ እናሰርሑ ናይ ናይ ፀላእትና ዕላማታት ዘካይዱ ዝፀንሑ ንዚኣቶም ገምጊምኩም ከም ብሓዱሽ ሽልማት ሂብኩምዎም ኣብ መሪሕነት ተቐፅልዎም ኣለኹም ታይ ስለ ዝኮነ እዩ እቲ ገምጋም ተካይድዎ ከ ንምንታይ እዩ ድኣ ዘጥፈኤ እንድሕር ዘይተቀፂዑ ዘጥፈኤ እንድሕር ዘይተኣሲሩ ምስ ፀላኢ ዝሰርሐስ ካብ ዝነበሮ ደረጃ ትሕት ኣቢልካ ስልጣን ትህቦ ከም ብሓድሽ እንታይ ማለት እዩ እዚዩ እንታይ ማለት እዩ ህዝብና ንሕውሓት ደጋጊሙ እዩ ኣድሒንዋ ህዝቢ ትግራይ እዚ ካኣ ትክክል እዩ ደጊፍናዮ ንሕና እውን ተቃሊስና ኢና ብተዓቅምና ድምፂ ኮይና ኢና so ክንቃለስ ተለና ውድብና ጠንኪራ ክትወፅእ እምበር ውድብና ሓደ ገበነኛ ካብ ዓድዋ ኣውፂኻ ናብ ኣክሱም ካብ ኣክሱም ኣውፂኻ ናብ ራያ ናቀያየርካ ለይባ ክተቅጽሎ እንተለካ እዚዩ እቲ ሕመቅ ኣብቲ መሪሕነት እዩ ቆርጺ ዝኮነ መሪሕነት ስጉምቲ ዝወስድ ክትወስድ ኣለካ ተዳ ዘየለ ግን ናቃባጠርካ ማእገር ንማእገር ናተሓካከካ ወንጀለኛ ግን ካብ ሓደ ከተማ ናብ ሓደ ከተማ ናቀየርካ እቲ ለይ እቲ ወንጀለኛ እንተኮይኑ ለይባ እንተኮይኑ እቲ ኣመሉ ኣይገድፍን ከልቢ ምንባሕ ተጀሚሩማ ምንባሕ ጠጠው የብሎን እዚ እዚ እንታይ ዘርእየና ዘሎ ናይ መሪሕነት ጉድለት፣ ናይ መሪሕነት ውሳኔ ብደንቢ ጌርካ ዘይምውሳን ዋጋ ንኸፍለሉ ስለምንታይ እዩ? ሓደ ሓደ ዩቱበራት፣ ፌስቡከራት፣ ዩቱበራት፣ ሓደ ሓደ ናይ ሚድያታት ይርኢ ኣለኹ ሕዚ ንኣብነት ውልቀ ምስገናታት ይርኢ ኣለኹ እንታይ ተደልዩ እዩ ኣነ ክርደኒ ኣይከኣልን እንታይ ተኣምር እዩ ተረኺቡ ንኣብነት ኣርባዕተ ሰለስተ መራሒ ኣርባ ዓሰርተ ሰለስተ መራሒስ ደም ቅኔ ኣብ ማሕበራዊ ሚድያታት ይልጠፍ ኣሎ ፎትኡ ይምስገን ኣሎ ጀነራል ፍስሃ ማንጁስ እውን ምስኡ ይምስገን ኣሎ ማለት እዩ እንት ኣነ ዝገርመኒ ዘሎ ሲ ሰራዊት ኣርባ ዓሰርተ ሰለስተ ምስ ተጨፍጨፉ ብድሮን ኣርባ ዓሰርተ ማርከስ ንሕሪ ተጋግየ ኣርባ ዓሰርተ ሰለስተ መራሒ እዩ ከምኡ እውን ኣብቲ ህዝብና ዝበኽየሉ ኣደታትና ዝነውዓሉ ዝነበራ ሰዓት ንተዘይተጋጌ ተኣምር ዝኾነ መስተታት ተገይሩ መርዓ ናይ መራሕቲ ደቆም የምርዕዎ ኣለዉ ከምዚ ይገብሩ ኣለዉ ተባሂሉ ካብቶም ካብቶም ብኸሪር ዝተወቐሰ ሓደ እዩ። መስመሩ እውን ለኽበስበስ እናበለ ካብቶም ዝፀንሑ ሓደ እዩ። ምስ ፀላእቲ ግድም ግድም ዝብል ነበረ ምስቶም ከይዶም ዘለዉ ናብ ኣያታቶም ናብ ኣዲስ ኣበባ ከይዶም ዘለዉ ኣመራርሓ ምስኦም ተሰሊፉ ዝነበረ እዩ። ኣብዚ ሰሙናት እዚ እዩ ድሮን ጨፍጫፍ ተካየደ ኣብ ኣርሚ ዓሰርተ ሰለስተ እዩ ንዚ ኣርሚ ሰብ እዚ ንዚ ኣርሚ ዝመርሕ ሰብ እዩ ኣብ ማሕበረ ሚድያ ግን ፎቶ ተላዒልስ ይምስገን ኣሎ ሰራዊትና ብድሮን ተጨፍጪፍስ ንቲ ንሱ ንቲ ሰራዊት ንሱ ዝመርሕ ኣካል ኣብ ማሕበረ ሚድያ ምስገና ይግበረሉ ኣሎ ሶ እዚ ምስገና እዚ እዩ እንኳዕ ኣጨፍጨፍካዮም ንሰራዊትና ማለት ድዩስ እንታይ እዩ ተኣምር ሰሪሑ ኣርሚ ዓሰርተ ሰለስተ ኣዛዚ ኣብ ማሕበረ ሚድያ ፎትኡ ኣልዒሎም ዘምስግንዎ ዘለው ኣነይተረደኣኒ ሓቀይ እየ ኣም ሶሪ ኣሕዋተይ ህዝበይ በቃ እዙይ ጌጋ እንተኾይኑ ድሓን ጌጋ እዩ ኢልኩም ኣሩምኒ ክእረም እየ ኣነ ግን ሕቶ እየ ዝሓትት ዘለኹ ኣም ኮንፊውዝድ በቃ ኣይ ዶንት ኣንደርስታንድ ፕሊስ ሓግዙኒ ኣነ ኣይተረደኣንን ኣቱም ደለይቲ ለውጢ ትብሉ ዘለኹም ኣካያይዳኹም ኣመዓራርዩ ንሕና መናእሰይ ለውጢ ንደሊ ኢና ኣብ ዓድና ብዚ ስታተስክዎ ኣከያይዳ ዝነበረ ኣይንኸድን ነገራት ክቕየር ኣለዎ መንግስትና ብደንቢ ገይሩ ንኹሉ ሓቛፊ ካብነ ፈጢሩ ንኹልና በግባቡ ክመርሐናን ጌጋታት ክመጽእ ተሎ ጋና እንዳሃለወ ብደንቢ ጌሩ ኣስተውዒሉ ክመርሐናን ኢና እምበር ሕውሓት ሕውሓት ስለ ዝበልና ሕውሓት ስለ ዝደገፍና ሕውሓት መሪሕነት ብዝደለዮ ክዕንድር ኣብ ዘየግባቡ ሰራዊትና ብድሮን ክጭፍጨፍ ተጠያቅነት ዘይብሉ ስቂልካ ክሕለፍ ግን የብሉን። እዚ ክሊ ጽሮም ገለ ኣለና ኣነ ታይ ኮይኒ ሚኪ ገለ ገለ ከይትብል ምንም ኣይኮንኩ ንሓይም መለኩ ብቲ ሰራዊተይ ትማሊ ተጨፍጨፈ ብዘየግባቡ ብድሮን ተጨፍጨፈ ሰራዊት ትግራይ ብኡ ሓይም መለኩ ድቃስ ሲኢነ ኣለኩ ኣም ሲክ ኣን ታየርድ ኦፍ ኢት እዚ ዘየሕመካ ትግራዋይ እንተሊካ ደላይ ለውጢ እየ ትብለኒ ኣብ ዝኮነ ሃሉ ዝኮነ ውዳበ ደግፍ ኣይትደግፍ ንሱ መብትካ እዩ ኣነ ንሱ ኣይኮነን ዘዛርበኒ ዘሎ ኣቱም ሰባት ዋ ደገፍቲ ሕወሓት ክንብል ተለና ሕወሓት ደግፉ ክንብል ተለና ሲ ሕወሓት እውን በግባቡ ክትመርሐና ክትክእል ኣለዋ በግባብ ኢኻ ክትመርሕ ዘለካ ስለ ዘንጨብጨብና ስለ ዝደገፍና ግን ሱቕ ኢልና ድልየትካ ክትገብር ህዝብና ተጨፍጪፉ ሰራዊትና ተጨፍጪፉ ሱቕ ኢልና ክንሕልፈካ ከይመስለካ ከም ዝሓለፈ ከይመስለኩም ከምኡ ኣይኮነን ቃልስና ንፁር እዩ ሕወሓት ክንድግፍ ከለና ጠንኪራ ትወጽእ ንህዝብና መዋጽኦ ስኢ ዝሐሸ ኤክስፐርየንስ ኣለዋ ኢልና ኢና እምበር ሒዚ ንሪኦ ዘለና ግን ሕኸኸኒ ማእገረይ ክሓከልካ እቲ የማንካ ጸጋም ተሓኺኸ የማን ሓቢርና ግን እቲ እቲ መንእሰይ ከ እቲ መንእሰይ ብድሮን ተጨፍጨፈ ትማሊ መን እዩ ሓላፍነት እዚ ክወስድ መንግስቲ ትግራይ ኢኻ ሓላፍነት ትወስደው እዚ ዝኾነ ውድቀት ከጋጥም እንተሎ ትግራይ ድሕሪ ሒዚ ጌታቸው ረዳ ወዲ ወረደ እናበልና ነምኽንየሉ ምኽንያት የለን፣ ኣብቂዑ እዩ። ህዝቢ ትግራይ ልቢ ግበር፣ ሰራዊት ትግራይ ልቢ ግበር፣ ተቃወምቲ ልቢ ግበሩ፣ ደገፍቲ ሕወሓት ልቢ ግበሩ፣ ኩልኹም እዚዩ ከባእሰና የብሉን። መንእሰይ ትግራይ ለውጢ ይደሊ እየ ብቲ ዝነበረ ክቅፅል ኣይደልን እየ ትብል ዘለካ እናተባእስና ኣይኮናን ንሱ ለውጢ ንሕና እውን ኣነ እውን ለውጢ ይደሊ እየ ለውጢ ክብል ከለኩ ግን ህወሓት ትጥፋእ እናበልኩ ኣይኮንን ህወሓት ጠንኪራ ክትሰርሕ ኣለዋ ኣብ ጎደሎታታ ከኣ ክንነቅፋ ኣለና ዘይትዕሪ እንተኮይና ግን ክንቃለሳ ኢና እዙይ ንፁር እዩ ክንቃለስ ኢና ንቃለሶ ቃልሲ ግን ዓርስ ብዓርስና ተኳስና እናተተኳተኮና ኣይኮነን ንቃለሶ ቃልሲ ንደልዮ ለውጢ መንእሰይ ትግራይ ብዘይኮነ ናብ ናብ ድፋዕ ዝወፀ ናብ ሰራዊት ዝወፀ ዓዱን ህዝቡን ከግግል ዝወፀ ሰራዊት ብስነ ስርዓት ክምራሕ እዩ ዘለዎ እንተድኣ ዘየለ ግን ሰለስተ መዓልቲ ኣርባዕተ መዓልቲ ኣብ ክልተ ሰለስተ ሰዓት ዝውዳእ ኣኼባ ሰለስተ ኣርባዕተ መዓልቲ እናወሰድኩም መንእሰይና ብኸንቱ ህይወቱ ኣይተስእኑና ይኣኽለና ናይ ኣከያይዳኹም ኣመዓራርዩ ዘየድሊ ኣኼባታት ትኸድዎ ዘለኹም ጠጠው ብልዎ ኣብ መኸተ ኢና ዘለና ናብ ቃልሲ እተዉ ቆርብ በቃ ማለት ሓጺር ዝኾነ ኣኼባ ኣካይድኩም ውሳነታት ወስኑ። መንእሰይ ትግራይ ይጽበየኩም እዩ ዘሎ። ዳያስፖራ ትግራይ ይጽበየኩም እዩ ዘሎ። ጸላኢና ከጥፈአና እዩ ሒዙ እውን ዝዳራጅ ዘሎ የጥፈአና ኣሎ። ሰራዊትና ስኢ ብድሮን ይጭፍጭፍ ኣሎ። እንታይ ከም ትኾኑ ዘለኹም መራሕ ትግራይ እንተ ኣንቱም ሓደ ሓደ ሚዲያታት ዘለኹም እንታይ ስለ ዝኾነ እዩ ሒዚ ኣርባ ዓሰርተ ሰለስተ ተጨፍጪፉ እናሃለወስ ነቲ መራሒ ንሱ ተመስግንዎ ዘለኹም እንታይ ዓይነት እዩ This is very biased እዚዩ ኣይኮነን ዝጠቕመኩም ናይ ውልቅኹም ሚድያታት ወነንቲ ናይ ውልቅኹም ፌስቡክ ከፈቲ ናይ ውልቅኹም ቲክቶክ ከፈቲ ስለ ዝኾንኩም ንሕና እውን ኮነ ከፍት ኮይና ንሕና እውን ኮነ ዛረበልና ገፅና ቀሊዕና ኣይኮነ እንታይ ስለ ዝኾነ እዩ ሒዚ ኣርማ ዓሰርተ ሰለስተ ተጨፍጪፉስ ድሕሪኡ ከዓ ነየ ናይ ኣርማ ዓሰርተ ሰለስተ መራሒ ፎትኡ ሰቂልኩም ን ማርከስ ተምስግንዎ ዘለኹም ኣይተረደእንን ሕቶይ ንኹሉኹም ንኹሉኹም ብፌስቡክ ብዩቱብ ብቲክታክ ምስገና ዘቕረብኩምሉሲ ኣነ ውን ከምስግኖ እንታይ እዩ ገይሩ እቲ ከነምስግኖ ዘለና ንገሩና በይዛኻትኩም ሰራዊትና ስለ ተጨፍጨፈ ግን ብዙይ ምኽንያት ተምስግንዎ እንድሕር በሊኹም ግን ናይ መጨረሻ ውርደት እዩ ካብዚ ንላዕሊ ባይዘወይ ውርደት የለን ሰራዊትካ ተጨፍጪፉ እቲ ቀንዲ ንቲ ሰራዊት እዚ ዝመርሕ ዘሎ ኣካል ግን ብማሕበራዊ ሚድያ መጺኻ ክተመስግኖ እንተለኻ ሳምቲንግ ኢዝ ሮንግ ሳምቲንግ ኢዝ ናት ስሜሊን ራይት ኣይ ዶንት ኣንደርስታንድ መብዝሕትኡ ግዜ ብትግርኛ እየ እቲ ቃልሰይ ዝገብሮ ግን ሒዚ እቲ ኤክስፕረሽን ካብቲ ትግርኛ እቲ እንግሊዝኛ ን እቲ ዝቀደመ ቋንቋ መብዛሕትኡ ግዜ ዝጥቀመሉ ኣነ ብሂወተይ ብስርሐይ ይኩን ብኩሉ ነገር this is bullshit ሓቀይ እየ this is bullshit ሰራዊትካ ተጨፍጪፉ ብድሮንስ ፎትኡ ዘርጊሕኻ ንዚ ኣርምዚ ዝመርሕ ኣካል ምስገና ተቅርብ ዘለኻ መንእሰይ ዳያስፕራ ኣይተረደእንን ኣም ኮንፊዝድ ንፍስሃ ማንጁስን ንማርከስ ኣርብ ዓሰርተ ሰለስተ መራሕን ምስገና ዝሃብካዮም ድሕሪ ኣርብ ዓሰርተ ሰለስተ ብድሮን ምስተጨፍጨፈ እንታይ እዮም ሰሪሖም እንኳዕ ኣጨፍጨፍኩሞ ኢልና ዲና ክነምስግኖም ሒዚ ተምስግኖም ዘለኻስ ኣይተረደእንን i have a question ህዝቢ ትግራይ ሕቶ ኣለኒ መንግስቲ ትግራይ ሕቶ ኣለኒ ሰራዊት ትግራይ ሕቶ ኣለኒ ኣነ ሚኪ ትግራይ i have a question to all of you ሓቀይ እየ I'm confused ኣይተረደእንን so ኣርማ ዓሰርተ ሰለስተ መራሒ ማርከስ ኣብ ቦትኡ ዶ ኣሎ ኣብ ቦትኡ ድዩ እኒኤ ሰራዊት ዝመርሖ ምስ ተጨፍጨፈ እንታይ ምምዕራያት ገይሩ ኣሎ ገርል ኣይ ዶንት ኖው ኣም ኣስኪን እዚ ሕቶ እዩ ሕቶ እዩ ሕቶ ኣለኒ ኣብ መንግስቲ ትግራይ እውን ሕቶ እኒሀኒ ሕዚ ዝሓለፈ ምድንጋር ኣብቶም እኒ ባንዳታት እኒ ጌታቸው እኒ እኒ ጻድቃን እኒ ወዲ ወረደ ዝነበረ ባንድነት ኣብዚ ተሰሊፉ ዝነበረ ሓይሊ ተ- ሒዙ እውን ስሩ ተወቂሱ ኣይተዓረየን ኣብ ውሽጢ ሰራዊትና ኣብ ውሽጢ ሰንትራል እንተለጅንስ ፀፅታና ዝነየው መሓውር ናይ ብልፅግና ልኡኻት ናይ ብልፅግና ብሽም ሓሳብ ምፍላይ ዝበሃል ምኽንያት ሰራዊትና ኣብ ሓደጋ ዘእትዉ ዘለዉ ህዝብና ኣብ ሓደጋ ዘእትዉ ዘለዉ እዚዩ ስንፈት ናይ ውድብ ሕወሓት መንግስቲ ትግራይ እዩ። ኣብቲ ፅቡቕ ዝሰርሐቶ ምስጊነ እየ ኣብቲ ሒዚ ሓድሓደ ቀዳድ ነዃላት ዝሪኦ ዘለኹ ግን መኸተኻ ዘባላሹ ሓይልኻ ዘዳኽም ንኣኻ ጽባሕ ንግሆ ዝውሕጠካ ከም ገበል ገምጋም ጌርካ ወቒስካ ስልጣን ክትህቦ እንከለኻ እዚዩ ናትካ ድኽመት እዩ እዚዩ ናትካ ጸገም እዩ ስለዚዩ እዞም ማእኸላይ ኮሚቴ ሓሙሽተ ሰባት ንባዕሎምሲ እንታይ ስለ ዝኾነ እዩ ተገምጊሞም ምስ ወዲ ወረደ ኮይኖም ዝሰርሑ ዝነበሩ። ወዲ ወረደ ምስ ብልፅግና ቀጢሉ ዝሰርሕ ዝነበረ ስልጣን ናይ ብልፅግና ተቀቢሉ ትግራይ ኣነ እየ ዝመርሓ ዝበለና ንዚኣቶም ገምጊምካስ እንደገና ኣብ ስልጣን ስልጣን ክትቦም ኣብቲ ማእኸላይ ኮሚቴ ህወሓት ክተቅፅሎምሲ ብምንታይ መሓውር እዩ ሓሙሽተ ሰባት እንታይ ስለ ዝኾነ እዩ ኣነ ስለ በቃ ይጨንቀኒ ስለ ዘሎ እዩ ተካይዳ maybe እቲ ኣሰራርሓ ናይቲ ውድብን ኣሰራርሓ ናይ ትግራይን ስለ ዘይርደእኒ ስለ ዝኾነ ሓግዙኒ ክርደእኒ ምክንያቱ ንኣይ እውን ክጠቅመኒ እቲ ቃልሰይ ከም ምዓራር ምእንታ ምክንያቱ ኣነ ኣይድቅስን ብትግራይ ብህዝበይ ብሰራዊተይ ዝመፅእ ስቃይ መከራሲ ኣይድቅስ ስቁ ኢለ ርእን ክቃለስ እየ ሕዚ እውን ክቅፅል እየ ግን ኣነ እውን ከይጋገ ኣነ እውን ኣብ ግጉይ መገዲ ከይህሉ እቲ ዘልዕሎ ዘለኩ ሕቶ ንውድብ ሕወሓት ንሰራዊት ትግራይ መራሕቲ ንመንግስቲ ትግራይ ኣብ ሰዓት ዘልዕሎ ዘለኩ ሕቶ ጌጋ ተኮይኑ ሓግዙኒ ፕሊስ ሓቀየ ፕሊስ ምኽንያቱ ኤርትራውያን ሚስጥሮም እናሕለፎ ይህቡን ዘለዉ ሰራዊቶም እየጨፍጭፎን ዘለዉ ብድሮን ናይ ውሽጦም ጸገማት እናደርጉሑ እናውጽኡ ሓደ ባንዳ ሓደ ኩርኩር ናይ ባንዳ ሓደ ሸያጢ ዓዱ ሓደ ሸያጢ ህዝቡ ኮይኖም ኣይኮነን ዝሰርሑ ዘለዉ ኤርትራውያን ጎረቤትና ንሶም እውን መዓት ፀገም ኣለዎም ናይ ባዕሎም ግን እቲ ፍሉይ ዝገብሮ ናሃትና እንታይ እዩ ሰራዊትና ምንቅስቃስ ካበይ ናበይ መኣዝ ይንቀሳቀስ ከም ዘሎ ኣብ ኣዲስ ኣበባ ዘለው ዕሱባት ዝክሓዱና ተጋሩ ኢንፎርሜሽን ካብቲ ንሕና ንረክቦ ኢንፎርሜሽን ዝበለፀ ኢንፎርሜሽን ካብ ሰራዊት ትግራይ ይረክብዎ ኣለው ካብ ስለያ መሓውር ትግራይ ይረክብዎ ኣለው እዚ እንታይ ስለንሱ እየ ዝወቅስ ዘለኹ ህወሓትን መንግስቲ ትግራይን ላዕለዋይ ኣመራርሓ ሰራዊት ትግራይን ኣብ ውሽጥና ዘሎ ባንዳ ወዲ ባንዳ ፀሪኩም ተውፅዎ ስለ ዘይከኣልኩም እዩ እናፈለጥኩም ዝኹሉ መንእሰይ እናነገረኩም ዝኹሉ ሰራዊት ኣባል እናነገረኩም ንሰራዊትና ናብ ሓደጋ ክተእትውዎ ግን መን እዩ ክፈቕደልኩም? እቲ ሓዊ ተሸኪሙ ዝንቀሳቐስ ዘሎ ሰራዊት ትግራይ ፅባሕ ንግሆ በይንኹም ከየትርፈኩም በይንኹም ከየትርፈኩም ምኽንያቱ ሰራዊት ኢኻ ትእዛዝ ኢኻ ትፍፅም ዝበሃል ነገር ትክክል ኣይኮነን እወ ትእዛዝ ይቅበል ግን ብድሮን መፂኡ ክጭፍጨፍ ካሊእ ሲስተም ክፍጠር እናሃለዎ ንዓና መኪና ተሰቀል ኢልካ ሰራዊትካ ክተጭፍጭፍ ተለካ መን እዩ ሓላፍነት ዝወስዳ እዚኣ እዚዩ ኣይኮነን እቲ ልእኽቶ ምፍፃም ልእኽቶ ምፍፃምና ካሊእ እዩ ግን ናብ ሓደ ኣሺካ ብሰማይ ዝመፀ ናይ ድሮን ጨፍጫፍ እዚ ጌጋ ኣይኮነን ኢንተንሽናል እተሰርሐ እዩ እዚ ግን ኣብ ውሽጥና ኮይኖም ሰራዊትና ዘጨፍጨፉ ኣሊኹም ናብ ህዝቢ ትግራይ ተዘይቕሪብኩሞ ሪፖርት ህዝቢ ትግራይ ሰራዊት ትግራይ ተዘይፈሊጥዎ ተኣርዮም እዚኣቶም ልክዖም ብሕጊ እንድሕር ዘይረኺቦም ሰራዊት ትግራይ ኣብ ሓደጋ እዩ ዝኣቱ ዘሎ ኣብ ውሽጥና ዘሎ እዩ እምበር ፀላኢ ብደገ ኮይኑ ኣይኮነን ዘጥቅዐና ዘሎ ብውሽጥና ኮይኖም ልኡኻት ናይ ብልጽግና ባዕልኹም ሓቒፍኩም ተቕጽልዎም ዘለኹም ኣካላት እዮም ምስጢርና እናሕለፉ ንጸላእቲ ዝህቡ ዘለዉ። እዚ ከኣ ይንገረኩም ኣሎ እዩ ብጸጋምን የማንን ብቕድሚትን ብድሕሪትን መዓት እኒሀ መዓት መዓት መንእሰይ ሒዙ እውን ንትግራይ ክስዋእ እየ ኣሕሊፈ ኣይህብን ንዓደይን ነደይን ዝበለ ንዙይ እዝኒ ኣይትህብዎን ዘለኹም ኣይትሰምዕዎን ዘለኹም ንቲ ሰራዊት ንቲ ሓድሽ ወለዶ ንቲ መንእሰይ ኣብ ግንባር ኣብ ሰራዊት ኣብ ድፋዕ ዝኒሀ ኣያታትና መራሕትና ኣይትሰምዑን ዘለኹም የለኹምን በቃ ኣብ ኣኼባ ኣኼባ ኣብ ኣኼባ ናብ ኣኼባ ኣብ ዓ- ዓለም እንታይ ትሰርሐላሲ የለኹምን እቶም ንኣኹም ዘቕ- ዘቕርብልኩም ዘለኹ ሓበሬታ ምኽሪ ሳመራይዝ ሪፖርት ካን ትክክለኛ ኢንፎርሜሽን ኣየምፅልኩም ዘለዉ የለን እዚ ክቕየር ኣለዎ ከስተኻኸል ኣለዎ ዋእ ኤክስፐርየንስ እንሄኩም እዩ ኢልና መራሕትና ኣኽቢርና ምስ ኣብ ጎኖም ክስለፍ ተለና በግባቡ ክትመርሑና ኣለኩም ደለይቲ ለውጢ እናበልኩም ገልገሌኹም ከኣ ነየይ ለውጢ እንድሕር ደሊና ሓቢርና ኢና ክንቃለስ ዘለና ናይ ትግራይ ሚስጥር ሕሊፍና እናሃብና ኣይኮነን ሓድነትና ናብ ሓደ ክመጽእ ኣለዎ መንግስትና ክንድግፍ ኣለና ሰራዊትና ክንድግፍ ኣለና ኣብ ሰራዊትና ዝመጽእ ደብዳብ ጨፍጫፍ ብይ ጸላቲ ብናይ ብልጽግና ኩልኻ ተቃዋሚ ኩን ደጋፊ ናይ ውድብ ሕወሓት እቲ ጨፍጫፍ ዝተካየደ ሰራዊት ትግራይ ናይ ደጋፊን ናይ ተቃዋምን ኣይኮነን ናይ መንግስትን ገለን ኣይኮነን ናይ ኩልና ኣሕዋት እዩ ኣሕዋትና እዮም እቶም ትማሊ ዝተጎድኡ ጨፍጫፍ ዝበፅሖም ንዚኦም ተጨፍጪፎም ኢልኩም ተሓጎስኩም ተጋሩ ግን ናይ መጨረሻ ካብቶም ፀላእትና ዝባእስኩም ፀላእቲ ትግራይ ኢኹም ተጋሩ ኮይንኩም ማለት እዩ ብጣዕሚ መሕፈርቲ ኢኹም ትፒኤፍ ዶ ገለ ዝብሉ ዘለኹም ከኣ ነየይ ገደልኩም እተዉ መቸም ኣብ ዓፋር ዘለኹም ተጋሩ ኮይንኩም ንብፆትኩም ክትዋግኡ ንትግራይ ክተጥፍኡ ተዛጋጅኹም ዘለኹም ኣይ ሆፕ ኣይ ሆፕ ዋን ደይ ኣይ ሆፕ ዋን ደይ ሓንቲ ድሮን ካብ ኣስመራ መፅያ ንኩልኹም ብሓንቲ ግዜ ተቃፅለኩም እዩ ሓንቲ ግዜ እወ ትግራይ ማሒዚ ኣብ ኮምታት ደረጃ ይበፅሐን ዘላ ወይ ካብ ሱዳን ወይ ካብ ወይ ካብ ሱዳን ወይ ካብ ኤርትራ ግን ሓንቲ ድሮን መፅያ ብሓንቲ ግዜ ንኩልኹም ተተቃፅለኩም ፅቡቅ ነይሩ ምዓረፍና ነይርና እቲ ባንድነት ካብ ትግራይ ናብ ዓፋር ካብ ዓፋር ንኣዲስ ኣበባ ዝመሓላለፍ ዘሎ እውን ጠጠው ምበለ ነይሩ ኣሕዋትና እዮም መሕዘኒ እዩ ገለ ገለ እንታይ ዝኸውን እዩ ናቅተሉና ናጨፍጨፉና ሰራዊትና እና ሕሶት እናሕለፉ ምሽጥርና እናሕለፉ ንፀላእ እናሃው እና ዋጋ እናክፈሉናስ ኣሕዋትና እዮም እዚኣቶም ከንሓስበሎም በቃ ሸፊትካ ተወፂኻ ካብ ዓድኻ ኣንፃር ህዝብኻ ኣንፃር ሰራዊትካ እንድሕር ተላዒልካ ፀላኢ ኢኻ ምስቲ ፀላኢ ሲ ሓደ ኢና ንሪኤካ እንድያው ዝበኣስካ ትግርኛ ስለ ትዛረብ ትግራዋይ ኪንካ ዝኸሓድካ ህዝብኻ Anyway ናብ ፅቡቅ ደረጃ ክንበፅሕ ግን ሓቢርና ንቃለስ መኸተና ይጠናኸር ሕዚ እውን ኣብ ውድብናን ኣብ መንግስትናን እምነት ስለ ዘለና ኢና ኣምሪርና ወቂስና ግን ድጋፍ እናገበርና ኢና ንቃለስ ጠበጥበጥ የለን ኣብ ጎኒ ሰራዊትና ከዓ ኩሉ ግዜ ኢና እወ ንሕና መትከላውያን ተጋሩ ሰራዊትና ኩሉ ግዜ ክብሪ ኣለና ሰራዊትና ከኣ ክዕውተና ኢዩ ንሕና ከኣ ኣብ ጎኒ ሰራዊትና ኣለና ኩሉ ዘድልዮ ሓገዝ ሰራዊትና ግን ከም ዳያስፖራ ትግራይ ከኣ ኣብ ጎኒ ምስላፍ ጥራይ ዘይኮነስ ክንሰርሕ ኢና ንሰርሕ ውን ኣለና ስለዚ ሰራዊት ትግራይ ክብሪ ኣለኒ ኣዮና ሓሪና ተዛረብናዮ ብካሊእ ነገር ከይትወስድዎ ሕዚ ውን ልኡኽቱ ከተግብር ኣብ ድፋዕ ዝሸኸለን ኣብ መትከሉ ዘሎ ሰራዊት ግናን ጅግና ዝኾነ ሰራዊትና ብናይ ብልጽግና ድሮን ተሸማቂቁ ፈሪሑ ንድሕሪት ዝብል ሰራዊት ትግራይ ስለ ዘይብልና ክብሪ ኣለኒ ሰራዊት ትግራይ ከምቲ ልምደይ ኩሉ ግዜ በብዘለኹሞ ሰላም ኩንለይ ህዝብታት ትግራይን ኤርትራን ኣየኹም ክትወግሑ ኣብ ቀረባ ግዜ ክንስዕር ኢና ቻው።